ሰላም ዝኸበርኩም ተኸታተልቲ ቀንዴል ንሎሚ 13 ሕዳር 2017 ተዳሎ ዜናታት ምስ ስጋ ተፃዋቲ ሒዘ ቀሪበ ኣለኹ ሰናይ ምክታል ሪያል ማድሪድ ብተደጋጋሚ መስበርቲ ጋሪዝ ቤል ዓቕላ ብምፅንቃቓ ክሸጦ ወሲና ከም ዘላ ኣብ ከተማ ማድሪድ ዝመደበራ ጋዜጣ ኤኤስ ፀብፂባ ቤል ተወሳኺ ንወርሒ ካብ ፀወታ ክኣልዮ ዝኽእል መስፈርቲ ከም ዘገቶ ዝፍለጥ ኮይኑ እቲ ተፃዋታይ ካብ መስከረም ጀሚሩ ዘይተፃወተ ምዃኑ ተወሲኽዎ ሪያል ማድሪድ ክሰራታቶም ከጉድሉ ከም ዝወሰኑ ብመሰረት ፀብፃብ ኤኤስ ኣብ ዝሓለፈ ክረምቲ ማንቸስተር ዩናይትድ ብክባቢ 120 ሚልዮን ዩሮ ክገዝዎ ተገዳስነት ኣሕዲሮም እኳ እንተነበሩ ኣብዚ ግዜ እዚ ግና ሪያል ማድሪድ ነቲ ወዲ 28 ዓመት ካብ 80 ሚልዮን ዩሮ ንላዕሊ ከም ዘይሓትሉ ይግመት ንቤል ክሸጥዎ እንተወሲኖም ከኣ እቲ ዝቕጽል ጋላክቲኮ ንምግዛእ ዓይኖም ኣብ ተጻወትቲ ፒኤሽ ዝኾኑ ነይማርን ኤምባፐን ኣንቢሮም ከም ዘለዉ ብተወሳኺ ይሕበር ማንቸስተር ዩናይትድ ንናይ ጸጋም ተኸላኻላይ ቶተንሃም ዳኒ ሮዝ ንምግዛእ ትሕልን ከም ዘላ ዝተገልጸ ኮይኑ ሕጂ ከኣ ካብ ሪያል ማድሪድ ነቲ ተጻዋታይ ንኸተፈርም ውድድር መጺዎም ከም ዘሎ ዘ ደይሊ ሜል ጸብጺባ ቅድሚ ሕጂ ዝወፁ ዝነበሩ ጸብጻባት እቲ ተጻዋታይ ናብ ማንቸስተር ዩናይትድ ምኻድ ከም ዝመርጽ እኳ ዘተንብሁ ተነበሩ ምስ ቸልሲ ዘተኣስርዎ እውን ኣይተሳእኑን እቲ ወዲ 27 ዓመት እንግሊዛዊ ብዛይካ እዘን ዝተጠቕሳ ክለባት ጁቨንትስን ፒኤስጂን እውን ይሓታሉ ከም ዘለዋ ዘ ደይሊ ሜይል ትውስኽ ፕሬዚደንት ሪያል ማድሪድ ፍሎረንቲኖ ፔሬዝ ንኔይማር ንኸፍርም ተዓጢቑ ከም ዘሎን ንክለቡ ፒኤችዲ ክእምን ከኣ ንቶኒ ክሩስን ጋርዝ ቤልን ክህባ ተዳልዩ ከም ዘሎ ዶምባሎን ጸብጺባ ብመሰረት እቲ ጸብጻብ ነቲ ተጻዋታይ ናብ ሪያል ማድሪድ ከምጾ ጠቕላላ ባጀት ልዕሊ 400 ሚልዮን ዩሮ ክበጽሕ ስለ ዝኽእል ክሩስን ቤልን ብምሻጥ ከኣ ክፋኾስ ከም ዝኽእል እዩ ብመሰረት እምነት እቲ ፕረዚደንት ዋላ እኳ ኣብዚ ግዜ እዚ ፒኤስጂ ናይ ምሻጥ ኣንፈት ተዘየለዎም ሪያል ማድሪድ ግና ተስፋ ካይቆረጹ ከም ዝሰርሑን ኣብ ውሽጢ ክልተ ዓመት ከም ዝውንዎ ከኣ እምነቶም ምዃኑ ደምባሎን ኣብ ጸብጻባ ተብርህ ኔይማር ምስ ተጻወትትን ሓለፍትን ሪያል ማድሪድ ጥቡቕ ምቅርራብ ከም ዘለዎ ዝፍለጥ ኮይኑ ኣብ ኣሜሪካ ኣብ ዝነበረሉ ናይ ክረምታዊ ልምምድ ኔይማር ኣብ መቐየሪ ክፍሊ ሪያል ማድሪድ ብምእታው ካብ ባርሴሎና ይወፅእ ከም ዘሎ ከም ዝተፋነዎምን 15 ደቂቕ ዝኸውን ምስኦም ከም ዘሕለፈን ዝተፀብፀበ ኮይኑ ኣብዚ ቀረባ መዓልትታት ከዓ ሰርጆ ራሞስ ምስ ኔይማር ክፃወት ከም ዝደልን ንሱ እንተዝኸውን ዝውስን ኣብ ቋሕ ሰም ከፈርሞ ከም ዝደልን ከይሓብአ ከም ዝተዛረበ ዝዝከር እዩ ኣብ ርእሲኡ ከኣ ቀንዲ ምኽንያት መውጽኢ ነይማር ካብ ባርሴሎና ባሎን ዲኦር ንኽዕወት ካብ ዝብል ዝተደረኸ ምስ ምዃኑ ፒኤስጂ ነዚ ውልቃዊ ዓወትዚ ንኽበጽሕ እኹል ባይታ ክትፈጥር ከም ዘይትኽእል ኢሉ ዝሓሰበሉ ናብ ሪያል ማድሪድ ብምስጋር ሕልሙ ከተግብር ክፍትን ይኽእል እዩ ዝብል መጎተ ዝቐርብ ምስ ምዃኑ እዚ ዘመተ ሪያል ማድሪድ ንሕጂ ተኽእሉ ምህሙን እኳ ተመሰለ ነቶም ጭብጥታት ኣብ ግምት ተእቲና ግና እንዋሕ ይሕጸር እዚ ወፍሪ እዚ ኣብ መፈጸምቱ በጺሑ ተርኢና ክገርመና የብሉን ባርሴሎና ንታርጌት ማንቸስተር ዩናይትድ ኮይኑ ዝርከብ ተኸላኻሊ ኣሳሙኤል እምቲ ኣብ መጀመርያ 2018 ሓድሽ ኮንትራት ክትህቦ ወሲና ከም ዘላ ስፖርት ጸብጺባ እምቲ ኣብዚ ግዜ እዚ ዘሎ ኮንትራቱ ኣብ 2021 ዝውድእ ኮይኑ ንዓመት 3 ሚልዮን ዩሮ ዝኽፈል ኮይኑ ናይ መውፅኦ ፉኻ 60 ሚልዮን ዩሮ ከም ዝበፅሕ ይሕበር በዚ ሓድሽ ውዕሉ መሰረት ግና ደሞዙ ኣዝዩ ክውሰኽ ከሎ ዝጸንሓሉ ዓመታት እውን ካብ ዘለዎ ዝበዝሕ ኮይኑ ናይ መውፅ ቆፉ ከኣ ናብ 180 ሚልዮን ዩሮ ክብ ብምባል ንተበግሶታት ማንቸስተር ዩናይትድ ስድሪ ከይከተ ከሰናኽሉ ሓሲቦም ከም ዘለዉ ይፍለጥ ቸልሲ ንኣጥቃዓይ ሮማ ማውሮ ኣይካርዲ ንምግዛእ 100 ሚልዮን ዩሮ ክኸፍሉ ተዳልዮም ከም ዘለዉ ኣልጎል ድጅታል ጸብጺባ እቲ ኣርጀንቲናዊ ኣጥቃዓይ ሕጂ እውን ጽቡቕ ዓመት ዘሕልፍ ዘሎ ኮይኑ ክሳብ ሕጂ 11 ጎላት ኣመዝጊቡ ከም ዘሎን ቸልሲ ከኣ ኣብ መሳርዕ ምጥቃዓ ክትውስኾ ሓሊና ከም ዘላ ይንገር ማንቸስተር ዩናይትድ ንተኸላኻሊ ኣሊው ሸው ኣብ ጥሪ ብ20 ሚልዮን ፓውንድ ክሸጦ ሓሊና ምህለዋ ዘ ታይምስ ጸብጺባ ሉክ ሾው ኣብ ትሕቲ መሪኖ ናይ ጸወታ ግዜ ክረክብ ከም ዘይከኣለ ዝፍለጥ ኮይኑ ማንቸስተር ዩናይትድ ከኣ ክሰራታቶም ከውሕዱ ብምባል ክሸጥዎ ወሲኖም ከም ዘሎ ይፍለጥ። ብኻልእ ወገን ሞረን ፈላኒ ናብ በስቲካ ብ8 ሚልዮን ፓውንድ ክሰጋገር ወዲኡ ኣሎ ኢላ ዝጸብጸበት ሳንደይ ፒፕል ኮይና ከም መተካእትኡ ከኣ ንብራዚላዊ ኣከፋፋላይ ሻክታር ዶነስክ ፍሬድ ኣብ ጥሪ ከፈርሙ መዲቦም ኣለዉ ብምባል ትውስኽ። ካልእ ካብ ማንቸስተር ዩናይትድ ክወጽእ ይኽእል እዩ ተባሂሉ ዝዝረበሉ ዘሎ ከኣ ኣንድረ ሄሬራ ኮይኑ ኣትለቲኮ ማድሪድ ኣብ ክረምቲ ብነፃ ከፈርሙ ሓሲቦም ኣለዉ ብምባል ዝፀብፀበት ከኣ ኤኤስ እያ ሄሬራ ኮንትራቱ ኣብ ዝመፅእ ክረምቲ ከም ዝውዳእ ዝፍለጥ ኮይኑ እቲ ወዲ 28 ዓመት ኮንትራቱ ምስ ማንቸስተር ዩናይትድ ከመይ ከም ዝቕፅል ኣይተነፀረን ዘሎ ብተወሳኺ መሪኖ ኣብ ዝሓለፈ ቀዳመ ሰንበት ኣብ ፀወታ ሽወደን ኣንጻር ጥልያን ንመፃረይ ዋንጫ ዓለም ብምርካብ ንኣጥቃዓይ ኣርፒ ሌፕዚግ ኤሚል ፍሮስበርግ ክከታተል ከም ዘሕለፎ ዘደይሊ ሜል ፀብፂባ ኣብ ዝመጽእ ክረምቲ ክገዝእዎ ከም ዝኽእሉ ከኣ ተተንብህ። ብራዚላዊ ኣከፋፋሪ ሊቨርፑል ፊሊፕ ኮቲኖ ናብ ባርሴሎና ኣብ ዝመጽእ ጥሪ ክሰጋገር ይኽእል እዩ ተባሂሉ ብብዝሒ ዝረበሉ ከም ዘሎ ዝፍለጥ ኮይኑ ክለብ ሊቨርፑል ከኣ ክሸጡ ከም ዘይደልዩ ከም ዝኾነ መርገጺኦም ይፍለጥ። እቲ ተጻዋታይ ግና ኣብ ሊቨርፑል ሕጉስ ከም ዘሎ ኣብ ዝገበሮ ቃለ መጠየቕ ኣብሪሁ ይርከብ። ብራዚል ኣንጻር እንግሊዝ ምሕዝነታዊ ጸወታ ሎሚ ምሸት ከተካይድ ኣብ ትዳለወሉ ዘላ ግዜ ቅድሚ ጸወታ ንጋዜጠኛታት ኣብ ዝሃቦ ቃል ኣብ ዓለምና ካብ ዝበለጹ ሊጋት ዝኾነ ፕሪምየር ሊግ እየ ዝጻወት ዘለኹ ስለዚ ሕጉስ እየ ዘለኹ ሕጂ ግና እቲ ኣገዳሲ ምስ ሃገራዊት ጋንታይ ዝገብሮ ጸወታ እዩ። መዓልታዊ ካብ ዝነበርኩዎ ንክመሓየሽ ከኣ ይጽዕር ኣለኹ ክብል ተዛሪቡ። ኮቲኖ ብናይ መንኩብ ጸገም ንሰለስተ ጸወታታት ሊቨርፑል ከም ዘይተጻወተ ዝዝከር ኮይኑ ሎሚ ምሸት ኣንጻር እንግሊዝ ክስለፍ ግና ትጽቢት ይግበረሉ። ኣርሰናል ንኣከፋፋሊ ልዮን ነቢል ፈኪር ከተፈርም ክትሰማማዕ ከም ዝተቓረበት ዘ ደይሊ ስታር ሓቢራ። ኣርሰናል ኣብቲ ነቲ ተጻዋታይ ንምፍራም ዝግበር ዝርርብ ዳርጋ ኣብ መፈጸምቱ ከም ዝተቓረበትን ብ60 ሚልዮን ፓውንድ ከተፈርሞ መዲባ ከም ዘላን ይፍለጥ እዚ ወዲ 24 ዓመት ፈረንሳዊ ምስ ፈረመ ከኣ ምስ ናይ ቅድም ወዲ ጋንቱ ኣሌክሳንደር ለካሴት ደጊሙ ክጻወት ክኽእል እዩ ፈኪር ቅድሚ ሕጂ ብፕረዚደንት ሊዮን ምስ ሊዮነል መሲ ዝወዳደር ምዃኑ ዝተዘርበሉ ኮይኑ ምፍራሙ ከኣ ነቶም ኮንትራት ካብ ምፍራም ሓንጊዶም ዘለዉ ኣሌክሲስ ሳንቸዝን ሙዚት ኦዚዝል ክትከስሮም ተቓሪባ ከም ዘላዩ ዘርኢ ብምባል ዘደይሊ ስታር ትትንትን ባርሴሎና እውን ዝግደስሉ ከም ዘለዉ ዝፍለጥ ኮይኑ ፈኪር ሊዮን ንኤቨርተን 3 ብ 0 ኣብ ሰዓረትሉ ዳይሬክተር ስፖርት ባርሴሎና ንኽርእዮ ኣብ ፀወታ ተረኺቡ ከም ዝነበረ ይፍለጥ ፈኪር ካብ 11 ፀወታ ድሮ 11 ጎላት ኣመዝጊቡ ይርከብ ማንቸስተር ዩናይትድ ናይ ምስግጋር ተፃወት ክብረ ወሰዶም ብምስባር ንማርኮ ኣሰንሲዮ ናይ ሪያል ማድሪድ ምግዛእ መዲቦም ከም ዘለዉ ደም ባሎን ፀብፂባ ኣሰልጣኒ ማንቸስተር ዩናይትድ ነቲ ተፃዋታይ ብተገዳስነት ይሓተሉ ከም ዘሎን ማንቸስተር ዩናይትድ ከዓ ነቲ ወዲ 21 ዓመት ናይ ክንፊ ኣከፋፋሊ 177 ሚልዮን ፓውንድ ከውፅኡሉ መዲቦም ከም ዘለዉ እቲ ፀብፃብ ዘብርህ እቲ ውዕል እንተተበጺሑ ከኣ ንሰሙን ኣርባዕተ ሚእትን ስሳን ሓደን ሽሕ ፓውንድ ክኸፍልዎ መዲቦም ከም ዘለዉን ንሓሙሽተ ዓመት ከፈርምዎ ምዃኖምን እዩ ጸብጻብታ ስጳኛዊት ሕታም ዝእመን እንተኾይኑ ብኻልእ ወገን ታርጌት ማንቸስተር ዩናይትድ ዝኾነ ኣንቶኒዮ ግሪዝማን ኣብ ጎን ነይማርን ኤምባፔን ምጽዋት ሕልመይ ምኾነ ክብል ብምዝራቡ ንተስፋ ማንቸስተር ዩናይትድ ብኣሉታ ከም ዝጸለዎ ተገሊጹ ንሱ ንፈረንሳዊ ቴሌቪዥን ቴሌፉት ኣብ ዝተዛረቦ ምስ ነይማር ኤምባፔን ኣብ ፒኤስጂ ጻወት ሓሊምካ ዶ ትፈልጥ ተባሂሉ ምስ ተሓተ እወ ኢሉ ክምልስ ከሎ መሪኖኸ ደው ኢልካ ዶ ይፈልጥ ምስ ተባሃለ ከኣ ኣይፈልጥን ክብል መሊሱ እዩ ኮኸብ ባርሴሎና ሊዮነል መሲ ክለቡ ንወዲ 33 ዓመት ኣንድሬ ኢኔስታ ዝትኩህ ፃወቲ ኣብ ምግዛእ ዝሰርሓሉ ብዘላ እዋን ክፍርሙ ይግብኦም ኢሉ ሓሳቡ ከም ዘቕረበ ዳግም ባሎን ጸብጺባ። ካብቶም መስ ዘቕረቦም ሊስታ ከኣ ኣብ ቅድሚ ተሰሪዑ ዝርከብ ሊዮን ጎረስካ ናይ ሻልኮ ኮይኑ ቀጺሉ ዝርከብ ከኣ ፊሊፕ ኮቲኖን ብሳልሳይ ከኣ ንደሊ ዓሊ ናይ ቶተንሃም ነቶም ቀንዲ ኣድናቕቱ ሪያል ማድሪድ ክስዕርዎም ሓሳቡ ከም ዝሃቦም እታ ሕታም ትገልጽ ባርሴሎና ከም ክለብ ግና ፊሊፕ ኮቲኖ ቀዳምነት ሰሪዖሞ ዘሎ ተጻዋታይ ምዃኑ ይፍለጥ ዝኸበርኩም ተኸታተልቲ ቀንዴል ንሎሚ ተዳለወ ዜናታት ምስጋር ተጻወትቲ እዚ ነይሩ ሰላም